እስኺ እኮ ዘራይ ናይ ሰብ ኢኺ ኣቲ ናይ መጀመርያ መን እዩ ዘሪ እወ ናይ ተወድቲ ዘራይ ኮይንኪ መፂኺ ኣለኺ የዋፃእ እወ ትደሊ ነገር ትግራዋይ ስለ ክልልካ ዝኾነ ፅርፍ ኣነ ኣቢልክሞ ዝብለኪ ኣለኹ ኣብዚ ሰዓት እዚ ዝብለኪ ኣለኹ እህ፣ ዮ ኣብዚ ሰዓት እዚ እህ። ለሓስሓስ ዝብል እብለኪ ኣለኹ ካብ መንግስቲ ጀሚሩ ክሳብ ዝተሓተ እብለኪ ኣለኹ ኣይትኸውንንያ እብሎ ኣለኹ። ምስ ብራቮ ህዝቢ ትግራይ እሱ ሓንሳብ ጽቡቅ ኣብ ጎንኻ ካልእ ኣለኹ። ሓንሳብ ምስ እም፣ ህዝቢ ትግራይ ህዝቢ ኤርትራ ይተዓረቕ ዶ? የስ ጸገም የብለይን ኣነ። ክልተ መንግስቲ ንመንግስቲ ግን ዝግበር ሽርሕታት ኣብ ልዕሊ ህዝቢ ኤርትራ ይኹን ኣብ ልዕሊ ህዝቢ ትግራይ ክትከውን ኣይትኽእልን እያ ይብላ ኣለኹ ተረዲ እቲ ከዓ ንሕናም ንቕበሉ ኢና በቃ ተወዲያ እሞ ካልእ እንታይ ግን እሞ ከምዚ ክትብል ንዘረባለና ተለካ እ ዓጋመ ገለመለ እንዳበሉ ዝፃረፉ ዘለው ነቲ ህዝቢ ዝፃረፍ ሰብ የለን ትግራይ ኣብዚ እቲ ሓውኺ መፂኡ እዩ ተፃሪፉ እዚ ወዲ ዋ ንመን ዘረባ ተፃሪፉ ሚካኤል የድብል ደሎ ዘይኮነን ባራዩ ዶ ገለ ክብል ፀኒሑ እዩ መጀመርያ መን ይፃረፍ ዝነበረ ኖ ሓንሳብ ፌበን ተረዲክሎ ኣነ ክሳብ ሕጂ ሰብ ኣይፃወርኒ ግን ድነግረኪ ደለኹ ተረዲክሎ ንሓደ ሰብ ኣኽቢርካ ኣብ ገዛኻ ክተምፅኦ ከለኻ ስነ ስርዓት ገይሩ ክዛረብ ኣለዎ ዋላስ የብሉ ትኽክል ስርዓት ገይሩ ክዛረብ ኣለዎ ግን ንሱ ስርዓት ገይሩ ክዛረብ ዝኽእል ከዓ ስርዓት ዘለዎ ዘረባ ክሰምዕ ተለዎ ተፃሪፉ ሲፀሪ
እዚ ሕጂ ብመንገዲ ኣወል ሲዒድ ተባሂሉ ዘሎ እዚ ምስ ትግራይ ክንሰርሕ ኢና ዝብል ንብዙሕ ዓመታት ስለ ዝተሰርሓሉ ተጋሩ ብሰንኪ ተጋሩ እታ ሃገር ከም ዘይማዕበለት ብዘይ ብሰንኪ ተጋሩ እታ ሃገር ስደት ሰብ ህዝቢ ይወፅእ ከም ዘሎ ኩሉ እቲ ዓዲ ዘሎ ዕንወት ብሰኪ እታ ሃገር ስለ ምዃኑ ስለ ዝተነገሮም ሕጂ ብጣዕሚ እዩ ከቢድዎም ዘሎ ምስ ተጋሩ ክስታይ ምግባር ማለት እዩ። እቲ ምስ ተጋሩ ምስራሕሲ ብጣዕሚ ከቢድዎም ኣሎ እቶም ሓደ ሓደ ናይ ረብሓ ሰባት ሙሉቅ ሙሉቅ ኢሎም እዮም ተቀቢሎሞ ዘለዉ ማለት እዩ ንረብሓና እዩ ይብሉ ማለት እዩ እዞም ገርህታት ገለ ዓይነት ግን ዋላ ሓንቲ ረብሓ ዘይብሎም ካብቲ ስርዓት እቲ ምስ ትግራይ ምስራሕ ክስታይ ከቢዳቶም እያ ዘላ። ኩላና ክንጻረፍ ንክእህል ዘይተምሃረ እዩ ካብ ዝጸርፍ ዋላ ሓንቲ ጥቅሚ የብሉን ፖለቲካ ብጸርፊ ዝስራሕ ኣይኮነን። እሞ እብለኪ ኣለኩ ሕጂ ንብለኪ ደለና እንታይ እዩ ዕላማኪ ሶሪ ኣነ እንታይ ዓላማይ ኣምጺ ዋላ እዋ ሓንቲ ኣነ ዓላማይ እዋ ሓደ ነገር እ፣ ክነግረካ ዝደሊ እዋ ትግራዋይ

ታ ከነግረካ ኦሮሞ ኣሎ በሎ ተ- ቆይ ጾጺ ቅስታይ ኣሎ በሎ ኣምሓራይ ኣሎ በሎ ጾጺ ኢልኩም ኢልኩም ክነግረካ ፈቲሽኩም ዲኹም የውለ ነርኩም ክነግረካ እዚ ዓንዛባ ዘድፍረና ደሎ እቲ መንግስቲ ክነግረኩም ካልእ ማንም ታደኹም ኣይኮነን ታሪክ እዚኦም ኣለኩም ቆይ ቆማላት አንዴ ቆይ ቆይ በናት ቆይ ጾጺ ልንገራቸው ኣብዚ ክነግረኩም ተጋሩ ዝመጽኦም ክዛረቡ ከለው ደረትዮም ነፊሖም ክዛረቡ ከለው መን ያድፊርካ ኤርትራውን ድሕር ኢልካ መንግስትኻ እዩ ንካልእ ሰብ ከይተሳብቡ ምክንያቱም እዚኦም እንድሕር ሳዕሪሮም እንድሕር ገቢሎም ክነግረካ መጀመርያ ንዓኻ እዮም ክሳድካ ድክርትፉኻ ተረዲካ ኣሎ ስማዕ ሕጂ እዚ ድግበር ደሎ ብመንግስቲ ኤርትራ ንህዝቢ ኤርትራ ንምድናን ተባሂሉ ሽጣራታት እዩ ዝግበር ደሎ ንቃሕ ንብለካ ኣለና ኤርትራዊ ኣብ ቅድሚ ኣምላኽ እዩ ድብለኩም ደሎ እዚኣ ሰምዕዎ ሓደ ትግራዋይ ኣብዚ መጽኡ ምሳይ ተማ የለ ተዳፊሩ ኣይፈልጥን ሕጂ ግን በቲ መንግስቲ እዚ ፍንጭ ስለ ዝተዋሃቡ እንታይ ይገብሩኻ ኣለው? ጽባሕ ንጎ መጺኦም ተረዲካ ኣሎ ንሕና ኢና መራሕትና ክብለካ እዩ። ሾ እንታይ ኢኻ ትብል እቲ ኤርትራዊ ክንርእየካ ኢና። ምክንያቱም ካብ ሕጂ ንንዮ ኣብዚ ሚድያታት ናይ ትግራይ ባንዴራ ይኹን ትግራይ ከምዝን ከምዝን እያ ምሳና ገለ ትብል እንድሕር ኣለኻ ካብዛ ገዛ ትጅምር እያ ቁልቁል ኣፍካ ክደፍኣካ እዩ። ሓንቲ ጥራሕ ዝምድና ምስ ትግራይ ዶ ምስ ገለመለ ዶ ምስ ህወሓት ዶ ኢልካ ተዛረብ ኣብዚኣ ገዛ እዚኣ። ሰብኣይ ድኾንካ።
Thank you።
Anyway ኣብቲ ኤርትራ ዘሎ ሽግር ኣብቲ ከባቢ ዘሎ ግድን ናይቲ ናይቲ ስርዓት ኣብ ኤርትራ ዘሎ ጥራይ ኣይኮነን ህወሓት ውን ብዝ ብዝከኣሎ ኣክስታይ ገይሩ እዩ ማለት እዩ ገበን ፈፂሙ እዩ ብቲ ከባቢ ስለዚ ቀሊል ሕልኽላኽ ኣይኮነን እቲ ህወሓት ንባዕሉ ነቲ ህዝቢ ኣብቲ ከባቢ ሕልኽልኽ ዘብሎ ዘሎ እውን ልክዕ ካብቲ ናይ ህግደፍ ፈሊኻ ዝረአ ኣይኮነን እንኳ ሳሕል ከ እንታይ እትብ ዘላ ካብዞም ሓደ ሓደ ነዚ ናይ ኣወል ዝቃወሞ ዘሎ ፍሉይ ዓይነት ርእይቶ እዩ ዘለዋ እዞም ንኣወል ናይ ኣወል ሓሳብ ዝቃወሙ ዘለውስ ደቂ ጎንደር ጥራይ እዮም ከምዚ ኣምሓሩ ጥራይ እዮም እያ ትብሎም ዘላ ማለት እዩ እንተ ዝተባሂልካሎም እቲ ኩነታት ከዓ ከምኡታት እዩ በቃ ዘሎ ደቁ ጎንደር ገለመለ ጥራሕ እዮም ንኣወል ስዒድ ዝድክርዎ ሕጂ ሪኢ ኣስተውዕልሉ ዘለኹ ወ ኣዩ በቃ እንደዝኑ በልኩም እየ ባዕሊ ቀት መፂ ንደሎ መዓልቲ እዚ ሰላም ዝገበረቶ ኣሎ
ካብ መንግስቲ ኤርትራ ሲ ባንዴራ ናይ ትግራይ ኣብ ሶሻል ሜድያ ግበሩ ተባሂልና ይብል ኣሎ ማለት እዩ ክንሪኣ ኢና ብጣዕሚ ዝገርምቲ ኩነታት ዝኸ እዚ እዚኣ ገዲፍኩም ናይ ትግራይ ሕዙ ተባሂልኩም እዮም ኣነ እኮ ተነጊር ተነ- ተ- ተነጊሮም እኮ እዮም ገርመካ ብስነ ስርዓት ሲ ካብ ኤርትራ ተነጊሮም ኣብ ሚድያ ሲ ናይ ትግራይ ባንዴራ ሕዙ ተባሂሎም በጣም ነው የሚገርመው እቲ ኣንጃል ዝኾነ ኤርትራዊ ድማ ባንዴሩ ገዲፉ ናይ ትግራይ ሒዙ እቲ ዝገርመኩም እዚ እዩ ነዚ ታትኩም የሕዋትኩም ነዚያም ተሰዊኦም ንትግራይ ባንዴራ ኣይኮነን ኣሻ ኣሻ ኣይትኹኑ
መቸም እቲ ዝኸይድ ዘሎ ልክዕ ከምዚ ቁማር ዓይነት እዩ በቃ ምስቲ ሓደ ትጸንሕ ካብኡ እቲ ሓደ ምስ ደኸመ ነቲ ሓደ ትሕዝ ከምኡታት እዩ ዘሎ ብጣዕሚ እዩ ዘገርም ማለት እዩ እቲ ህዝቢ ከኣ ሰኢሉ ነቲ ስርዓት ይድግፎ ማለት እዩ እቲ መንግስቲ ከመይ ገይሩ ከምኡ እንዳበለ ግዜኡ ይቀትል እዩ ዝሰርሕ እቲ ንዕኡ ዝድግፍ ከኣ ብጣዕሚ እዩ ዘሕዝነካ